ሰላም ሰላም ኤርትራውያን ኣሕዋተይን ንሓተይን ኣብ መላእ ዓለም እትርከቡ ሎማት ንመጀመርያ ግዜ ትግርኛ ፖስት ይገብር ኣለኹ እዚ ረሰፒ እሱ ከዓ ምክንያት ካብ ስክፍታ ዝተበገሰ እዩ ማለት እዩ ኩልኹም ትስሕትዎ ወይ ትስሕትኦ ኢለ ኣይኣምንን ግን ኣነ ናይ ገዛእ ርእሰይ ስክፍታ ስለ ዘለኒ ኣብ ክንዲ ብቓላት ጥራሕ ዝብሎ እንኮላይ እንዳርኣኹ ክገብሮ ስለዝመረፅኩ ከም መበገሲ ማለት እዩ ብዓብኡ ብሰፊሑ እቲ ምክንያት ካልእ ግዜ ክገልፆ እየ ማለት እዩ እጂ ኣብዚ ትርእይዎ ዘለኹም ኣብዚ ቀረባ ግዜ ዝተዓዘብኩ ኣሰራርሓ ካብቲ ባህላዊ ወፃኢ ዝኾነ እሞኒ ነቲ ባህሊ ከዓኒ ናይ ባህላዊ ሽም ሒዙ ግን ከዓ ባህላዊ ኣሰራርሓ ዘይኮነ ኣዝዩ ጎዳኢ ኣሰራርሓ ምግቢ ተዓዚበሞ ኣብ ደገ ጥራሕ ዘይኮነስ ዋላ ኣብ ዓዲ ምስ ከድኩ ዝረኣኽዎ እሞ ናይ ብሓቂ ኣተሓሳሲብኒ ማለት እዩ ሕጂ ኣብ ደገ ክንወጽእ ከለና ንሕና ካብ ደገ ብዙሕ ንመሃሮ ጽቡቕ ነገር ኣሎ ብዙሕ ንመሃሮ ሕማቕ ነገር ከ ኣሎ ማለት እዩ ንሕና ከም ሰባት መጠን ግን ሕማቕን ጽቡቕን ኣለሊና ነቲ ክመሓየሽ ዝግብኦ ባህሊ ከነመሓየሾ ነቲ ጎዳኢ ባህልና ክንገድፎ ነቲ ጽቡቕ ባህልና ከዓ ምሳና ሒዝናዮ ክንጓዓዝ ዝግባኣና ማለት እዩ ከምኡ ውን ካብቲ ኒሕና ንቕመጠሉ ዘለና ዓዲ ካልኣይ ዓድና ማለት እዩ ገሌና ዝበዝሕ ዕድሜና ኣብ ደገ ዘሕለፍና ኣለና ኣነ ባዕለይ ንባዕለይ ዳርጋ ቴብ ሰብዓን ሓሙሽተን ካብ ሚእቲ ዕድመ ናተይ ኣብ ደገ የሕሊፈዮ ማለት እዩ ስለዚ ግን ካብቲ ባህላዊ ብሚዛናዊ እየ ዝኸይድ ማለት እዩ ትዕቅቦ ባህላዊ ፅቡቅ ነገር ኣሎ ድደርብኸዎ ባህሊ ከዓ ኣሎ ማለት እዩ ምክንያቱ ጠቃምን ጎዳኢ ስለ ዝኾነ ከምኡ ውን ኣብቶም ዝኣተኽዎም ሃገራት ከኣ እቶም ዘድልዩ ጽቡቓት እዮም ጠቐምቲ እዮም ዝብሎም ይዕቅቦም ነቶም ሐሕማቖም ከኣ ኣይስዕቦምን እዮም ማለት ሕጂ ኣብኡ እዩ እቲ ፍልልይ ደሎ ካመን ሰንስ ክህልወና ክኽእል ኣለዎ እምበር ብሽም ሓድሽ ስለ ዝኾነ ጽቡቕ ነገር ማለት ኣይኮነን ወይ ከኣ ናይ ቀደም ስለ ዝኾነ ከኣ ሕማቕ ማለት ከም ዘይኮነ ክንጽሕቶ የብልናን በሃሊት እየ ሕጂ ነዚኣ ክገብራ ዘገደደኒ እንድሕር ደኣ ሃልዩ ስኪዝሚ ዘይባህላዊ ኣሰራርሓ ኮይኑ ዘይባህላዊ ምግቢ ኮይኑ ባህላዊ ሽም ሒዙ ዝመፅእ ዘሎ ካልእ ዝኾነ ሓድሽ ምግቢ ክንፈጥር ንኽእል ኢና እማ ነገር ኣይኮነን ፅቡቅ እዩ ግን ጥቕሙን ጉድኣትን ክንፈልጦ ኣለና ካልኣይ ከዓ እንድሕር ናይ ባዕልና ነገር ፈጢርና ካልእ ሽም ከኣ ክነውጽኣሉ ክንክእል ኣለና በሃሊት እየ ብናተይ ርኢቶ። ሕጂ እዚ እንታይ እየ እዚ እትርእይዎ ዘለኹም ድንሽን ካሮትን ቀሪበ ኣለኹ። መብዛሕትኡ ግዜ ድንሽን ካሮትን ኣብ ዓድና ኣብ ምንታይ ከም ዝኣቱ ንፈልጦ ኢና። ሕጂ እዚኣ እናሃለትልኩም ሓንቲ ኩባያ ዘይቲ ይገብር ኣለኹ። እዚ ሕጂ ልሙድ ኣይኮነን ኣብቲ ኣነ ዝዓበኹሉ ግዜ ኣብ ኤርትራ ዘይቲ ክንድዚ ዘይቲ ኣይንጥቀምን ኢና ክንሰርሕ ከለና ማለት እዩ። ዘይቲ ኣይተብዝሑ፣ ሽኮር ኣይተብዝሑ፣ ጨው ኣይተብዝሑ ኢና ንብሃል ኔርና ማለት እዩ። ኣብዚ እዋን እዚ ግን ዘይቲ ዝበዝሖ ጥራሕ ዘይኮነ ዋላ እቲ ኣሰራርሓ ንባዕሉ ኣዝዩ ዘሰክፈካ ማለት እዩ። ሕጂ ኣብዚኣ ብዙሕ ኣሎ እንድዩ ብፍላይ ብፍላይ ግን ናይዚኣ ኣልጫ ግዝያዊ ኣልጫ መፅያ ዘላ ኣነ ካብ ዝቐረባ ግዜ ዳርጋ ርእየያ ማለት እዩ። ብዘይቲ ምቕላው ኣባና ልሙድ ኣይነበረን ቀደም ኣትሊስት ኣነ ኣይፈልጦን እየ ነይረ ኣብ ዓድና ደሓር ሱዳን ምስ ከድና ዝከረኒ ኣብኡ ብዘይቲ ክቕሎ ተጀሚሩ ድንሽ ብዘይቲ ተቖልዩ ዝከረኒ እቲ ካልእ ኣሕምልቲ ከዓ በሲሉ ይሕወስ ነይሩ ማለት እዩ ደሓር እውን ናብ ኣሜሪካ ምስ መፃኹ ከዓ ኩሉ ብዘይቲ ክቕሎ ርእየዮ ሕጂ እቲ ምግቢ ጥዑም እዩ ግን እቲ ዘይቲ መዓት እዩ ድሰቲ ኣብቲ እዋን እቲ ብዙሕ ኣፍልጦ ኣይነበረንን ከም ህዝበይ ፅቡቅ ምግቢ ኢልና ኣልጫ ተባሂሉ ይፅዋዕ ኣልጫ ናይ ዓድና ኣይኮነን ግን ኣልጫ እዩ ዋላ ክትሪኦ ከለካ ፅቡቅ እዩ ትርኢቱ ክትበልዖ ከለካ እውን ጥዑም እዩ ማለት እዩ ሕጂ ከዓ ዳሕ ካብኡ ሓሊፍና ከዓኒ እንታይ ክንገብር ጀሚርና ሕጂ እቲ ኣልጫ ነቲ ኣሕምልቲ ደርቢካ ድንሽን ካሮትን ጥራሕ ብዘይቲ ዝተቆለወ እዚኣ ሕጂ ዳርጋ ዓመት ገለ ገበር ካብዚ ኣነ ዝፈልጣ ማለት እዩ ኣይነበረን ቅድሚኡ ማለት ኣይኮነት ኣነ ንባዕለይ ግን ርኤ ይፈልጥን እየ ከምኡ ዓይነት ኣልጫ ማለት እዩ ሕጂ ንእዛ ዘይቲ ትረስን ኣላ ድንሽ ናለ ኣብዚኣ ሕጂ ክልተ ማእኸላይ ድንሽ ቀሪተ ቆሪፅዮ ማለት እዩ እዚ ሕጂ ኣነ ይዝክሮ እየ ኣብ ሱዳን ድንሽ ከምዚ ጌርና ንጠብስ ኔርና ብዘይቲ ኢንፋክት ንመጀመርያ ግዜ ብዘይቲ ምቕላው ምግቢ ዝረኣኹሉ ሱዳን እዩ ማለት እዩ እዚ ማለት ኣብ ኤርትራ ኣይነበረን ማለት ኣይኮነን ግን ኣነ ንባዕለይ ኣብ ሱዳን እየ ንመጀመርያ ግዜ ግን ብጣዕሚ ከዓ ንፈትዎ ኔርና እቲ ምግቢ ሕጂ ኣብቲ እቲ ክትዕ ጥዑም ኣይኮነን ኣይኮንኩን ክብል ደልየ ጥዑም እዩ of course ግን ኣብ ጥዕናናስ እንታይ ጽልዋ ኣለዎ እየ ክብል ደልየ ማለት እዩ ንፈልጦ ዲና ይግድሰና ድዩ ጥዕናና ንምባል እዩ ሕጂ እዚኣ ብዘይቲ ትቕሎላ እንዳት እንዳዕለልኩም ምሳኹም ክርኢ እየ ማለት እዩ ሕጂ ኣብዚ ሓደ እቲ ድንሽ ኣብ ኣልጫ ይኣቱ እዩ ንፈልጥ ኢና ኢንፋክት ኣነ ክዓቢ ከለኹ እቲ ኣልጫ ዋላ ድኣ ብግቡእ ኣይዘከረን እቲ ፕሮሰስ እቲ ኣሰራርሓ እምበር እንታይ እንታይ ይኣትዎ ከም ዝነበረ ብብዝሒ ይፈልጦ ኣብተን ኣነ ዝዝክረን ድንሽ ካሮቲ እዚ ካውሎ ካብቺ ወይ ከዓ ካውሎ ፍላወር እነን በርበሮኒ ከዓ ይኣትዎ ነይሩ ዳሓረይ ከዓኒ እዚ ፈሶልያ ወይ ፋጆሊ፣ Green Beans፣ ይኣትዎ ነይሩ፣ ደሓር ከማን ከምዚ ዙኪኒ ትሕውሰሉ ከኣ ሰብ ነይሮም ማለት እዩ። እዚኤን እየ ኣነ ኣልጫ ዝፈልጥ። እንደገና ቀመማት ከኣ ከም በዓል ሁሩድ ቀመም ኣልጫ ተባሂሎም ዝፍለጡ እሶም ኣትዎም፣ ሽጉርቲ ጻዕዳ፣ ሽጉርቲ ቀይሕ፣ እንደገና እዚ ሰድኤኖ ወይ ከኣ በርሰሜሎ ክብላ በዓል እደይ ይዝከረኒ፣ እዚኤን ኣብ ኣልጫ ይኣትዋ ከም ዝነበራ እዝከረኒ። ብጣዕሚ ከኣ ጥዑም ኔሩ ማለት እዩ ዘይቲ ይግበረሉ እዩ ግን ብዙሕ ኣይኮነን እቲ ልጫ ኣነ ዝፈልጦ እዚ ኔሩ ማለት እዩ ዳሕራይ እቲ እቲ ኣሰራርሓ እዩ እንዳተቀየረ መጽዩ እምበር እቲ ሓምሊ ኣብ ክንዲ ካሎ ፍላወር ካሎ ካቢቺ ካሎ ፍላወር ይቀልዋ ኔረን ብዘይቲ ማለት እዩ ዳሓር ከኣ ሓሓሊፍካ ከኣ ካሎ ካቢቺ ዘእቱ ሰብ ከኣ ትሪኢ ምክንያቱ ካልኦት ኣብቲ ችክ ትራይ ክትገብሮ ወይ ክትዘይቲ ክትቀልዎ ብዙሕ ፅቡቅ ስለ ዘይኮነ ካውሎ ፍላወር ሰብ ይጥቀም ነይሩ ማለት እዩ and again ኣዝዩ ጥዑም እዩ እቲ ምግቢ ዋላ ሕጂ ከማን ሰብ ኣለዋ ዝቀልዋ ብዘይቲ ኣነ በዛ ነብሰይ ኣይቀሎን እየ ብዘይቲ እዚ ንመርኣይ ኢለ ዝገብሮ ዘለኹ ማለት እዩ ሕጂ እቲ ኣዝዩ ዝገርመኒ ንዓይ ግን ኣብዚ ዝሓለፈ ሚእቲ ዓመት ገለ ገብር ጌሸ ይኸይድ ናብዚ ውሽጢ ኣሜርካ እዩ ማለት እዩ ውራይ ኔሩስ ኣብቲ ውራይ ምግቢ ይቃራረብ ኔሩ ሕጂ ኣነ ዝፈልጥ ከኣ ኣብ ውራይ ኣብ ዓድና ኣልጫ ቀደም ኣብ መብዛሕትኡ ግዜ ኣብ ንግደት ዝስራሕ ከም ዝነበረ እዝክር ደሓር ግን ኣብ ዝኾነ በዓላት ዋላ ውን ኣብ መዓልታዊ ሂወቱ ይጥቀመሉ እዩ ኣልጫ ሰብ ማለት እዩ ከከም ዓቅሙ ኣብዚ ከኣኒ ብዙሕ ምግብታት ይቅርብ ከም በዓል ዓደስ ሕልበት ጾም እንድሕር ኮይኑ በዓል ኣልጫ ሓምሊ ምስቲ ካልእ ስጋታት ሰብ ዝቅርቦ ብዙሕ ግዜ ትሪኢኻ ከም ልሙድ ማለት እዩ ምክንያቱ እቲ ትሕዝቶ እቲ ብደገ ዘሎ ሰብ ብዝያዳ ስለ ዘለዎም ምርጫታት ማለት እዩ ሕጂ ኣነ ኣብቲ ውራይ ክሕግዝ ኣነ ስጋ ስለ ዘይፈቱ ዘይሕዝ ኣብ ኣብቲ ናይ ኣሕምልቲ ክተሓጋገዘክን ኣብ ኣልጫ ገለ ጥራሕ ይብለን ማለት እዩ ሕጂ ኣነ ድሓስብ ደለኹ ድልጫ ናይ ዓድና እየ ዝግምት ዘለኹ ኣትሊስት እቲ ኣብ ኣልጫ ዝኣቱ ኣሕምልቲ ክሪኦ ይጽበ ኔረ ማለት እዩ ሕጂ ሐራይ ገለ ኢለናኒ ደሓር ኣልጫ ተራኣኹ የለን እቲ ናይ ኣልጫ ዝኸወን ኣስቤዛ ከኣ ኣይረኣኹን ኣብኡ ሕጂ እንታይ ክሕግዘክን ገለ ይብለን ሓምልሎ ድዩ ዝቅረት ወይ ገለ እቲ በርቦኖ ከጥርየልክን እዚ ገለ መለ ይብለን እሞ ንሳተን ከኣ ሓምልስ ዘሎ ኣይመስለንን ገለ ይብላ ኣጋይሸይ ኔረን ሕጂ ኣነ ከኣ ስቅ እብል ደሓርይ ምወዳእ ጽግሒት ድዩ ገለ ንሓንቲ እሞ እታ ልጫ ዶ ንስኻ ክትሰርሐልና ገለ ይብላ እሞ እታ ኸኣ ሕራይ ኢላ ትኸይድ ንሳ ንባዕላ ከማይ እያ ዋላ ሓንቲ ኣይትፈልጥን እያ እቲ ኣሰራርሓ ናይ ኣልጫ ከም ተቐየረ ማለት እዩ ኣትሊስት ኣይፈለጥናን ንሕና እያ ንሰርሖን ኢና ኣብ ካልእ ከኣ ክሳዕ ክንድኡ ከም ተቐየረ ኣሰራርሓ ናይ ኣልጫስ ኣይፈለጥናን ብሓጺሩ ማለት እዩ ብዝኾነ ደሓር ብሓምሊ ቆሊሕሊሕ እንብል ክልቴና ሓምሊ የለ ገለ የለ እንታይ ዓይነት ኣልጫ ደኣ ክስራሕ ኢልና ኦኮልና ተጠማሚትና ስቅ ንብል እሞ መጨረሽትኡ ይህባኣ ከምዚ ተቆረጸ ካሮትን ድንሽን እዚ ነልጫ እዩ እሞ ቅለውዮ ኢለናኣ በዘይቲ ተቆሉ ሕጂ ዋላ ንሳ ብዘይቲ እንዳ ቀለወት እንከላ ኣነት ሓምሊ ድኣ ኣብይ ኣሎ ይብላ ማለት ሓምልስ ጀሎ ኣይመስለንን እዚ ጥራይ ኣከይከውን ኣኪልዎ ገለ ኢልሃኒ ተቃማሚትና ስቅ ንብል እሞ ድሓር እቲ ውራይ ኮይኑ ምግቢ ተቀሪቡ እንተርኣካስ እታ ኣልጫ ኣኪልዋ እታ ድንሽን እዚኣ ካሮትን ብዘይቲ ዝተቀለወ ጨው ብላዕሊ ዝተነስነሶ ኣልጫ ተባሂሉ ተቀሪቡ ማለት እዩ ሕጂ ብጣዕሚ ገሪሙኒ ኣነ እንድሕር ደኣ ንሕና ካልእ ምግቢ ክንሰርሕ ናህና ፈኪርና ኣብቲ ሽም ተንቕይረሉ ምሓሸ በሃሊት እየ ኣነ ኣብቲ ምግቢ ሰብ ኩሉ ዝኾነ ሰብ ናቱ ፈጠራ ክገብር መሰል ኣለዎ ኣነ ንባዕለይ ከምኡ ይፈቱ እየ ማለት እዩ ዝኾነ ሓድሽ ረሰፒ ምስራሕ ይፈቱ እየ ግን ባህላዊ ሽም ንኸይህቦ ግን ኣዝየ ይጥንቀቕ እየ ምክንያቱ ባህል ናተይ ከባላሹ ስለ ዘይደሉ ዘይደሊ ሕጂ እዚኣ ኣብ ሱዳን ንበልዓ ኔርና ድንሽ ቅልዋ እያ ትበሃል ካልእ ኣልጫ ኣይኮነት ገለ ኣይኮነን ማለት እዩ ካሮት ስለ ዝተሓወሰታ ግን ኣልጫ ተባሂላ ትጽዋዕ ኣላ ሕጂ ሕጂ ደሓን ኣብቲ ስደት It's ok ኣነ ዝገረመኒ ግን ኣብዚ ዝሓለፈ ቁሩብ ኣዋርሕ ዓዲ ከይደ ኔረ ናብ ኤርትራ ማለት እዩ ብጅጋጣሚ ንግደት ኔሩ ኣብቲ ናይ ስድራ ኣጋጣሚ ኣብቲ ንግደት ስለ ዝመጻኹ ምግቢ በብዓይነቱ ተሰሪሑ ኔሩ ጾም ስለ ዝነበረ ከኣ ዕልበት ዓደስ ሓምሊ ከምኡውን ኣልጫ ይስራሕ ዳርጋ ኣርባዕተ ሓሙሽተ ክሳብ ሽዱሽተ ዓይነት ምግብታት ይስራሕ ኔሩ ማለት እዩ ሕጂ ኣነ ነቲ ኣልጫ ናይ ብሓቂ ሃሪፈዮ ይጽበ ኔረ ኣልጫ ብጣዕሚ እየ ዝፈቱ ኔረ ቀደም ማለት እዩ ይጽበ መኣዲ ይቕረብ እሞ ኩሉ ምግብታት ኔሩ ብዙሕ ኣማራጺ ስለ ዝነበረ ብዙሕ ኣይተሰክፍ ኣይነበረን ግን እታ ኣልጫ ኣነ ዝጽበያ ዝነበርኩ ኣይረኣኹን ኣልጫ ከ ዳኣ ኣበይ ኣሎ ይብል እሞ ኣልጫ ኣሎ ኢላ ንክፍከር በላ ኣልጫ ከኣ መሊሳ ልክዕ'ታ ከምዛብዚ ዓዲ ዝረኣክዋ ድንሽን ካሮትን ብዘይቲ ዝተቀለወ ከኣ ይቅረብ ማለት እዩ እሞ ሕጂ ኣነ ኣልጫ ደኣ ኣበይ ኣሎ እዚ ድዩ ልጫ ተበልኩም እዋእ ሎሚ ደኣ ኣልጫ እዚ እዩ እኮ ካልእ የለን ከምኡ እዩ ኮይኑ ተቀይሩ እዩ ገለ ይብላኒ ማለት እዩ ሕጂ ብጣዕሚ ገሪሙኒ ስለምንታይ ተቀይሩ ኢልካ ዘረባ እንታይ ማለት እዩ ገለ ኢለ እባ እሞ ሎሚ ደኣ በቃ ንሳ እያ ደላ ኣልጫ ተቀይሩ ስለ ዝኮነስ ምስቲ ህዝቢ ምስቲ ኩነታት ምስቲ ግዜ ኢካ ትከይድ ተባሂለ ብዝኮነ ኣነ ኣይዓገብኩን በቲ መልሲ ግን ግዜ ዘምጽኦ እዩ ምስቲ ኤኒወይ ዳሕራይ እቲ ውራይ ምስ ሓለፈ ስለምንታይ እቲ ሓምሊ ኣውጺኹሞ እዚ ብዘይቲ ዝተቆለወ ምግቢ ጽቡቅ ኣይኮነን ንጥዕናኹም ገለ ኢለ ክረድኦም ፈቲነ ዝሰምዓኒ ሰብ ግን ዳርጋ ኣይረኸብኩን ምኽንያቱ ዋላ ሓንቲ ይገብረናን እዩ ገለ መለ ንስኻትኩም እኮ ስለ ትረኽብዎ ኢኹም ጸሊእኩሞ ዶ ገለ ተባሃሂልና ገዲፍናዮ ብዝኾነ ሕጂ ናብ ምንታይ ስለምንታይ ኣነ ዝዛረብ ዘለኹ ብዓቢኡ እዚ እቲ ነዚ ሕማቕ ዝገብሮ ብዓቢኡ ክንዛረበሉ ኢና ካልእ ግዜ ሕጂ ግን እቲ ፕሮሰስ ርኣይዎ እቲ ዘይቲ ኣዝዩ ሃይ ሂት እዩ ኮይኑ ዘሎ ብረስኒ ሕጂ ዋላ ጨንኡ ትቐኑ ከምዚ ክትሰርሖ ከለኻ ብልዓየ ብልዓየ እዩ ዝመጻካ እዚ ብሙሉእ ሓደ ሰብ ክበልዖ ክእል እዩ ዋላ ሓንቲ ጸገም የለን ጥዑም ስለ ዝኾነ ሕጂ ኣብኡ ይኮነን እቲ ክትዕ ደሎ ክትዕ እንታይ ሳዕቤን የምጻልና ንዓና እያ ትኸውን እታ ዘረባ ማለት እዩ ሕጂ እዚኣ

ምጭቃር ንብሎም ካሮቲ ከነእትዎ ናብኡ እዚ ካሮቲ ፅቡቅ እዩ እቲ ፀገም ዘሎ ግን ኣብ ሓዊ ስለ ኣብዚ ዘይቲ ንጠብሶ ስለ ዘለና እዩ እቲ ዘይቲ ዝሰትዮ ዘሎ ንሱ እዩ እቲ ንሕማቅ ዝገብሮ እምበር ካሮቲ ፅቡቅ እዩ ዋላ ቆሎ ክትበልዖ ስለ ትኽእል እ፣ ፀገም የለን ድንሽ እቲ ሃይ ግላይሰሚክ ኢንደክስ ብዙሕ ሽኮር ኣለዎ ግን ክስ- ልዕሊ ዓቐን ክሳዕ ዘይበላዕናዮ ደሓን ኢና ግን ብዘሎ ፀገም ኣብ ዘይቲ ንጠብሶ ስለ ዘለና ይቲ ይፍታሕ ማለት እዩ ክንዲምንታይ ዘይቲ ከምዝሰተየ ከዓ ኣብ መወዳእታ ክንሪኦ ኢና

ዘይቲ ንክትቀሉ ከለካ ንባዕሉ ኣዝዩ ሓደገኛ እዩ ጥንቃቐ ዘድልዮ እዩ ምክንያቱ ክትነድድ ትኽእል ኢኻ ሓደ ካብቲ ኣንሰይ ትገብሮ ምክንያቱ ኢትስ ቨሪ ሃይ ሂት እዩ ማለት እዩ ብጣዕሚ ሃይል ዘለዎ እቲ ሂት ካሮት ብዙሕ ምብሳል ዘድልዮ ኣይኮነን ምኽንያታዊ ኮሎ ክብላዕ ስለ ዝኽእል እቲ ድንሽ ግን ገና ክበስል ኣለዎ ፅቡቅ ገይሩ ሓፂሩ ድንሽ ካብ ኮሎ ክበልዖ ስለ ዘይትኽእል ሕጂ ቅድሚ ዝኾነ ርእይቶ ምሃብኩም እቲ ቀንዲ ንርእይቶ እንዲ ናትኩም ርእይቶ እንዲ ክፈልጥ ደልየ ወይ ናትኩም ርእይቶ ቅድሚ ርእይቶ ምሃብኩም ግን መጀመርያ ንነብስኹም ሕተትዋ ተኽኢልኩም እውን ሪሰርች ግበሩ ፍራይድ ፉድ ሪሰርች እንዳዳ ጌርኩም እቲ ጠንቂ ክትረኽብዎ ትኽእሉ ኢኹም ናይ ግድን ኣይኮነን ክትኣምንሉ ወይ ክትቅበልዎ ግን ኢንፎርሜሽን ኢዝ ፓወር እቲ ኩሉ ግዜ ሓበሬታ ምርካብ ኣቐዲምካ ጽቡቕ እዩ ቅድሚ ምክፋዕካ ምስ ካልእ ሰብ እዚ ናህና ምርጫ ኣለና ኣብ ምርጫ ናይ ሰብ ኣትየ ከምዚ ግበሩ ኣይትግበሩ ኣይብልን እየ ግን ሓበሬታ ኩሉ ግዜ ሸር ምግባር ይፈቱ እየ ኣነ ንባዕለይ ኩላ ግዜ ሓበሬታ ይደሊ ስለ ዝኾንኩ ምክንያቱ ከይፈለጥና ብዙሕ ግዜ ንነብስና ዝጎድእ ንገብር ኔርና ኢና ዋላ ሕጂ ውን እገብር እህሉ ኸውን ክሳዕ ዝፈልጥ ካልእ ሓድሽ ሓበሬታ ክሳዕ ዝረክብ ኣብ ዝኾነ እዋን ሓድሽ ሓበሬታ ጠቃሚ እንድሕር ረኺብና ግን ነንሕድሕድና ክንካፈሎ የተባብዕ ወይ ከዓ የዘኻኸር ማለት እዩ። እዚ ከዓ እቲ ዕላማ ንመዘኻኸሪ ድኣ እምበር ዲክተይት ንምግባር ወይ እንታይ ከም ትገብሩ ክንነግረኩም ኢልና ኣይኮናን። ሓበሬታ ጥራሕ እየ ሸር ክገብር ዘለኹ። ባይደወይ ነዚ ኣብ ፔፐር ታወል ክትገብርዎ ትኽእል ኢኹም እንድሕዳ ዘይት ከልግስ ደሊኹሞ ግን ነቲ ደገ ዘሎ ዘይቲ እዩ ዘልዕሎ እምበር ነቲ ኦረዲ ትሰትዮ ክትፀሚቕካ ተውፅኦ ይትኽእልን ኢኻ እጅ እዚኣ እታ ኣልጫ ዘበናዊት ኣልጫ ኮይና ዘላ እዚአን እየን ዝረኣኽወን እሞ ብጣዕሚ ከዓ ዝገረመኒ ዋላ ክትሪኦ ከለካ ከማን እቲ ቦሪን ብዙሕ ኣበታይዝን ኣይኮነን ሓምልታት እንድሕር ሓዊስካሉ ዋላ ትርኢት እውን ንባዕሉ ኣጋቢ እዩ ዝኸውን ማለት እዩ እጅ እዚኣ ኣርባዕተ ኢንግሪዲያንት ዘለዋ ማለት እዩ ዘይቲ ነንጨው ከኣ እዚ ኩሉ ተኣኪቡ ንዓና ንጥዕናና ጽቡቕ ዘይኮነ ነገራት እዩ ሕጂ እንድሕር ደኣ መብዛሕትኡ ፍራይድ ፉድ ከኣ ብዙሕ ጨው ኣለዎ ብኡ ኢኻ ተመክሮ ማለት እዩ ሕጂ እዚኣ ከምዚኣ ገይረን በቃ ጨው ይንስንሳሉ ብላዕዲ ተወዲኣ እዚኣ ልጫ ኮይና ናይ ብሓቂ ዝገረመንን ዘተሓሳሰበንን ኣባላልዓ ማለት እዩ ሕጂ ኣነ ምድርባይ እኽሊ ኣይፈቱን እየ እዚ ልሙድ ኣይኮነን ኣነ ከምዚ ፍራይ ዝኾነ ምግቢ ክበልዕ ግን ኣደ ሰይም ታይም ከዓ ገንዘብ ሂበሉ ስለ ዝኾንኩ ኣይጉሕፎን እየ ማለት እዩ ንመርዓይ ተጠይመሉ እንታይ ክገብር ክጣበበሉ እየ ማለት እዩ ሕጂ ቅድሚ ናብኡ ምኻደይ ክንምታይ ዘይቲ ከም ዝተጠቐምና ክፈልጥ ደልየ ሓደ ኩባያ እንዲና እንዲየ ገይረ

surprisingly still ሕጂ ብዙሕ ዘይቲ ኣይሰተየን ምናልባት ገለ ክልተ ክልተ ማንካ ዘይቲ ዝሰትዩ ኣሎ ማለት እዩ ግን እዚአን ጎዲለን ኣለዋ ዝኾነ ስቲል እቲ ዘይቲ ግን ናብ ሃይ ሂት ምስ ሰተየ ናብ ፖይዝነስ ይቕየር እዩ ይብሉ እቶም ክኢላታት ማለት እዩ ሕጂ እንታይ ክገብር የብዛኣኒ ክጉሕፎ ስለ ዘይደሊ ነዚ ሰሪሐዮ ዘለኹ ክጣበበሉ እየ ማለት እዩ ሕጂ እዚኣ ነምታ ኣልጫ ትበሃል ዘላ ኣነ ግን ክቅይራ እየ ክውስኸላ ሓደ ነገር ተን ወፅየን ዘለዋ ኣብኣ ክመልሰን እየ ማለት እዩ ሕጂ ዋላ ነዚ ንድሕዳ ሰርቪ ክትገብሮ ኮንክን ሓውስ ኣሉ መለሰኦቲ ኣውፂኽንኦ ዘለኽን ጠቃሚ ኢንግሪዲየንትስ እካ እዚ እዩ ትወፅእ ዘሎ ካብኡ ካብቲ ልጫ እዚ ክህሉ ነይርዎ እቲ ናይ ዓድና ልጫ እዚኤን እየን ምስአን ዘለዋ ማለት እዩ ነዚኤን ኢና ነውፅእን ዘለና ቀንዲ ጠቃሚ ቀንዲ ኣድላይነት ዘለዎ ቫይታሚን ሚነራልስ ጠቃሚ ንጥዕናና ዝኾነ ኣውፂና ነዚ ጎዳኢ ዝኾነ ናይ ባህላዊ ኢልና ንቕርቦ ኣለና እሞ ደጊምና ንሕሰበሉ ክብል የደሊ እጂ ክጉሕፈን ስለ ዘይደሊ እንታይ ክጣበበለን እየ ማለት እዩ ክውስ ናብኣ ከእትወን እየ ኣነ ሕጂ እተን ካብኣ ወፅየን ዘለዋ እዚኣን ድፋ ኣቢለ በዚኣ

I have sweet basil ተደሊኹም ሰላንትሮ ክትገብሩ ትኽእሉ ወይ ከዓ ፓርስሊ ዋላ ሕጂ ዋላ ዘይባህላዊ ነገር እንድሕር ደኣ ክንሰርሕ ኮይና ከነመሓይሾ እንተዘይኪኢልና ከነባላሽዎ የብልናን በሃሊት እየ ኣነ ነቲ ትሕዝትኡ ፅፉፍ ክኸውን ምእንቲ በጃኻትኩም ጥዕናና ክሕሸና ካልእ ለሚን ልሙድ ኣይኮነን ኣብ ሰላጣ ኣነ ግን ይገብር እየ ማለት እዩ። እዚ ከዓ ድንሽ ስለ ዝገበርኩሉ ለሚን ክገብረሉ እየ። ካልኣይ ነቲ ክስታይ ምእንቲ ኦፍሰት ክገብሮ ነቲ ዘይቲ ሰትይዎ ዘሎ ነቲ ዘይጥዑይ ነገር ተወሳኺ ካልእ ኣሕምልቲ ከም በዓል ኪክምበር ክትገብረሉ ትኽእል ኢኻ። ሕጂ ግን ኣነ ኮሚደረ ጥራሕ ክገብር እየ። I'm gonna use tomato

ትርኢቱ ቁሩብ መልክዕ ይረክብ ከምኡ ኸዓኒ ጠቓሚ ይኸውን ማለት እዩ ስለዚ በጃኻትኩም ጥዕናና ኣንዕሉ ምክንያቱ ህይወት ብዘይ ጥዕና ሃፍቲ ዋጋ ይብሉ ፍቕሪ ዋጋ ይብሉን ጥዕና ክህሉ ኣለዎ በሃሊት እየ እዚ ከዓ ጥዕናና ካልእ ሰብ ኣይህበናን እዩ ባዕልና እንተደኣ ሓሊና እያ ማለት እዩ ሕጂ ነቲ ተባላሽዩ ዘሎ ኣልጫ በዚ ክተመሓይሽዎ ትኽእሉ ኢኹም ቁሩብ ባህሊቴ ንሃበልኩም እዚ ከዓ ኣልጫ በልዎ ሳላጣ በልዎ ቁሩብ ግዜ ኣብ ናይ ምምሕያሽ ክሬቲቭ ዝበሃል ከምዚ እዩ ማለት እዩ ሕጂ እታ ልግጫ ዝነበረት ሕጂ ሳልጫ ትኾነልኩም ሳላጣን ኣልጫን ኮይና ሃልኩም ኣላ ማለት እዩ ንቴንኪ ፎር ዋችን ብዝያዳ ከዓ እቲ ጉድኣቱ ኣስቢሕና ክንዘራረበሉ ኢና እሞ እዚኣ ንዓኹም እያ ኣዝያ ቀላል ኣሰራርሓ እያ እቲ ዝሓሸ ኣሰራርሓ ከዓ ኣብቲ ዝመፅእ ዘሎ ከርእየኩም እየ ማለት እዩ ሰናይ ምክትታል